ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ሸናሊ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። እንኳዕ ድማ ናብ ሸናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓኒ ውዕሎ ዋጋ ኣስቤዛይ እየ ኸርእየኩም። እንግዲህ ደቂ ዓበይቲ ዋይ ስደት ካብ ዝምለስ ያው ካልኣይ ወርሐይ ኣብ ካልኣይ ወርሐይ ድማ ናይ ባዕለይ ገዛ ፈሪ እየ ናይ ባዕለይ ኣስፌዛ ዝገዝእ ዘለኹ ንመጀመርያ ግዜ ኣስፌዛ ንባዕለይ ኢለ ገዚኤ እምበር ምስ ቤተሰብ እየ ዝነብር ነይረ ማለት እዩ። ድሕሪ ስደት ግን እግዚኣብሔር ይመስገን ናብዚ ክብሪ እዚ በቒዐ ተመስገን ኣምላኸይ ናይ ባዕለይ ጎጆ ፈልየ። ናይ ባዕለይ ሂወት ክመርሕ ጀሚረ ተመስገን ንኹሉ ነገር እና ዋጋ ኣስቤዛ ሓንቲ ብሓንቲ እንግዲህ ኣነ ሓንቲ ርእሰ እያ ኣብ ወርሒ ክንደይ ኪሎ ቀይ ስር ድንሽ ቲማቲም ሽጉርቲ ብቻ ወዘተ ክንደይ ይኣክል ኣብ ወርሕስ ክንደይ ትኣኽለኒ ኣስቤዛኻ ክንደይ እኒሆ ንዝብል ክነግረኩም እንግዲህ እዚአን የኸላ ይእኸላ ክተርፍ እውን ዘይክተርፍ እውን ኣይፈልጦን ሰሙን ይለየ ገዜ ካብ ቀዳም እስካዕ ቀዳም ምክንያቱም ቀዳም ቀዳም እዮም እዞም ገባራት ጥዑይ ኣትክልቲ ሒዞም ዝመፁና እየ ኣብዚ ሓቢለ ገዝ እየ እምበር ዝኩሉ ዶ በይነይ ወዲ እየዋ እና ደቂ ዓበይቲ ወይ ማዕረይ ናይዚ ዋጋ እዚ ሓንቲ ብሓንቲ ክንደይ ንዮ ክነግረኩም እየ እስካዕ ቪድዮ ፍፃመ ተኸታተልዎ ንቻናለይ ሓደሽቲ ዝኾንኩም ሰብስክራይብ ነባራት ዝኮንኩም ካዓ ላይክ ሸር እናግበርኩም ኣበረታትዑኒ ላይክ ሸር ንትገብሩለይ ካዓ ካብ ልቢ እናመስገንኩ እየ እና ያው ኣብዚ ድንች ቲማቲም ቀይሱር ጥቅልል ጎመን ጉዕ ወዘተ ዝበሉ እዮም ነይሩ ካብኡ እውን ሓደ ሓደ ናይ ገዛ ካብኡ እውን ሓደ ሓደ ናይ ገዛ ኣቑሑት እውን ክርእየኩም እየ ማለት እዩና ሰናይ ጻንሒት ክብራት ኣሕዋተይ። እና ደቂ ዓቢተወይ ማዕረይ ከርእየኩም ንኪሎ ክንደይ ከም ዝኾነ ሓንቲ ብሓንቲ ማለት እዩ ያው ኣብዚ ቀይ ሱር እንሄና ቀይ ሱር ንኪሎ ኣርባዓ ቅርሺ እዩ ኣብ ማንኛውም መዓልቲ ዕዳጋ ካብ ሶኒ ስካብ ዓርቢ ተኮይኑ ግን ስሳ ቅርሺ እዩ ዝብሎ ሱሳ ሓምሳ እየን ዝብሉ እና ዕዳጋ ኬድካ ግን በርብዓ ቅርሺ እዩ ዕዳጋ ብጣዕሚ ቆንጆ ቀዳም ቀዳም ማለት እየ ቲማቲም ደሞ ናይ ሰላጣና ናይ ምግቢ ኢልና ኢና ንፈልዮ እዘን ዕብይ ዕብይ ዘላ ንሰላጣ ኢለ ግዜ እየን እና ደቂ ዓበይቲ ወይ እዚ ፍሩይ ኮነ ደቂቕ ዋግኡ ያው እዩ ኣርብዓ ቅርሺ እዩ ንኪሎ ቀኒሱ ኔሩ ሰብዓ ቅርሺ እዩ ኔሩ ቀኒሱ እና ኣብ ዕዳጋ ከምዚ ማንኛው ዕዳጋ ኣብ ድንኳን ገለ ንኪሎ ሰብዓ ቅርሺ ሓምሳ ቅርሺ እዮም ዝብልዎ እና ዕዳጋ ብጣዕሚ እዩ ፅቡቅ እና እዚ ነርባዓ ቅርሺ እዚ እውን ነርባዓ ቅርሺ እዩ ካብኡ ከዓኒ ጥቕልል ጎመን ካውለድ እዩ ዝበሃለው እዚ ዓድና ጥቕልል ጎመን ብዝብል ኣነ ዝፈልጦ እዚ ከዓኒ ንኪሎ ኣርባዓን ሓሙሽተን ይቅርታ ኣርብዓ ቅርሺ ማለት እዩ ሰለሰን ሓሙሽተን እውን ይብልዎ እዮም ኣነ ግን ኣርብዓ ቅርሺ እየ ገዜ ኣጋጣሚ ኮይኑ ዞር ዞር ኣይበልኩን እና ያው ካብኡ ካሊእ ከዓኒ ካሮት እዩ ካሮት ናይ ዓዲ ክጥዕም መዓት ግድን ፀብሒ ይኾነን ንእንትን እውን ይኸውን እዩ ሓፂብካ ምብላዕ ማለት እዩ ካሮት እውን ንኪሎ ኣርብዓ ቅርሺ እዩ። ዘወር ዘወር ኢልኩም ከዓኒ ካብ ገባር ሰላሳ ቅርሺ ሰላሳን ሓሙሽተን ኣሎ ያው ኣርብዓ ቅርሺ ዝለኩም ኣለኹ ከመይ ድዩ ደቂ ዓበይትዋይ እዞም ገባራት ንጉሆ ይመፅእ እሞ ብጅምላ እዮም ዝሸጥዎ እምበር ኩሉ ናይ ገባር እዩ ካብ ዓዲ ዝመፀ እዩ። ቀደም ቀደም ብጣዕሚ ቆንጆ ዕዳጋና እዚኣለ ኣርብዓ ቅርሺ መዓልቲ ኣርብዓ ቅርሺ ኒሎ መዓንቲ ንኺሎ እዚ ከዓኒ ጉዕ እዩ ጉዕ ዘረባ የብሉን ብጣዕሚ እዩ ኽባር ጒዕ ብጣዕሚ እየ ኽባር ንኪሎ ሚእትን ሰማንያን ቅርሺ ፍሪጅ ስለ ዘይብለይ ከይጥውልግ ራብዕ እየ ገዚኤ ኣርባዓን ሓሙሽተን ቅርሺ ይብለካ ደቂ ዓበይቲ ዋይ ተኣኽለኒ እያ ርብዒ ጨጓራይ ስለ ዝሐመኒ ብዙሕ ኣይበልዕና ምግቢ መሕወሲ ገለ ክኾነና እምበር እዚ ሐይበልዕን ይብለኩም ካብኡ ከዓኒ ደቂ ዓበይትዋይ ድንች እዚኤን ደቀቕቲ እየ መሪፀ ገዚኤ ምክንያቱም ኣነ ድንች ኣብሲለ ካብ ብፀብሕስ ኣብሲለ እየ ዝፈቱ ብማይ ኣብሲለ እናቓለጥኩ እየ ዝበልዖ ድንች ብጣዕሚ እየ ዝፈቱ ንጨጎራኻ እውን ፅቡቕ እዩ ንጥዕና እውን ተልዕኻዮ ምንም ኣይብልን ሃምቦፍ ተውፅኣ ትደልያ ድንች ብልዓ

ስሳ ቅርሺ እዩ ማለት እዩ ንኪሎ ስሳ ቅርሺ እዩ ካብኡ ግን ሽጉርቲ ብጣዕሚ እዩ ሓሲሩ ጋይስ ሽጉርቲ ብጣዕሚ እዩ ሓሲሩ ዘዴ ክነግረኩም በእውነት ኣብ ዓድና ዝተሰሪሕካ ብጣዕሚ ኢኻ ትልወጥና ክነግረኩም ደቂ ዓበይቲ ባይታ ኢድና ጌርና ዕዳጋ ከይድና ሲ ንኪሎ ኣርባዓ ቅርሺ ኢሎምና ኣርብዓ ሓምሳ እዮም ዝልወና ካብኡ ግን ብጅምላ ዝበሃል ን ብኩንታል ተገዚኢኩሞ ን ኪሎ ዕስራን ሓሙሽተን እና ዕስራን ሽዱሽተን ዕስራን ሸሞንተን ይብልዎ ብጅምላ ማለት ሓንቲ ኩንታልሲ ምስ ብዙሓት ኮይንካ ትጉጀል እሞ ሓሙሽተ ድዩ ዓሰርተ ኪሎ ድዩ ትገዝእ ግን ን ኪሎ ብ ዕስራን ሽዱሽተን ብ ዕስራን ሓሙሽተን ብ ዕስራን ሸሞንተን ከከም ሰው ማለት ከከም ዕዳግኡ እና ኣነ ኣጋጣሚ ሰብ መሊኡስ ኣርባዕተ ኪሎ እየ ገዚኤ ን ኪሎ ዕስራን ሽዱሽተ ንየ ገዚኤያ መምዘኒ ኣርባዕተ ቅርሺ ያው ብዕስራን ሸውዓተን በልዎ እና ሓንቲ ኪሎስ ሓንቲ ቅርሺ እዮም ዝመዝንዋ እና ከምዚኣ ገይረ ገዜየን ኣብ ግለሰብ ግን ብኣርባዓ ቅርሺ እዮም ዝገዝኡ ከመይ መስለኩም ከመይ መስለኩም ደቂ ዓበይቲ ዋይ ከመይ ድዩ ካብ ገጠር መሊኦም የምጽዎ እሞ ካብኡ ሳቶም ከዓ ብበዝሒ ሒዞም ስለ ዝመጹ ብችርቻሮ ኮፍ ኢሎም ክሸጥዎ ኣይኸእሉን ካብኡ ንቲ ኣብቲ ከተማ ዘሎ ሰብ ብጅምላ ይሸጠሉ እሞ ንሳተን ደሞ ወሲኸን ይሸጣልና እና ኣነ ካብ ገባር እዩ ገዚኦ እዮ ምስ ሰብ እንትን ኢሎ ማለት እዩና ኣብ ዕዳጋ ኣርባዓ ቅርሺ እዩ ከምዚ ጌርክን ተጎጂልክን እንተኮይኑ ግን ብዕስራን ሽዱሽተን ብዕስራን ሸሞንተን ኣይተስእናን ዕስራ ሓሙሽተን እውን ኣሎ ይብለኩም ደቂ ዓበይትዋይ እና ያው ካልእ የብለይን ኣስቤዛይ እዚኤን እየን ሽጉርቲ ዕስራን ሽዱሽተን እዚ ከዓኒ ኣርብዓ ቅርሺ ኣብሲልካ ዝብላዕ እዩ ንፅሑሕ ከዓኒ ስሳ ቅርሺ ማለት እዩ እና ኣስቤዛ ሎማዓንቲ ብጣዕሚ ሓሲሩ ውዒሉ ኣጠቃላይ እዚኤን ኩለን እንደይ ወዲኤን ምስ እዚኣ ማለት እዩ ኣብዚኣ እውን እኒሃ እንዳ መዓር ኢለ ዝገዛእኽዋ ረእይዋ ብጣዕሚ እያ ክባር እዚኣ እንዳ መዓር ኢለ እየ ገዚኤያ ሚእትን ሰላሳን ቅርሺ መዓር ክትገዝኣ ትደልያ ፅሩይ መዓር ካብ ዓዲ ፅሩይ መዓር በቃ ምንም ነገር ዘይብሉ እ፣ ስልኪ ቁፅረይ ከኣምጠልክን እየ ትገዝኣ ትኽእላ ኢኽን ካባየ ካብ ባዕለይ ማለት ብሓላፍነት ክሰደልክን ይኽእል እየ ዋጋ ብውሽጢ ንስማዕማዕ ግን ፅሩይ መዓር ብቀይሕ ተደሊኽን ብፃዕዳ ብሰርጌን በዓልትነ ካብ ገዛ እንትን ዝበለ ምንም ዘይተሓወሶ ፅሩይ መዓር ሚእቲ ፐርሰንት ርግፀኛ ኮና ክሰደልክን ይኽእል እየ እና እዚኣ እንዳ ማዕረያ ሚእትን ሰላሳን ሂበላ ኩላ ምለን ክንደይ ኩለን ተልኩምኒ ሓሙሽተ ሚእትን ሰማንያን ሰለስተን ምስ ጓማ ምስትን ኣስቤዛ እዚአን ኩለን ሓሙሽተ ሚእትን ሰማንያን ሰለስተን ወዲእናን ይብለኩም እንግዲህ ሓሙሽተ ሚትን ሰማንያን ሰለስተን ቆንጆ እዩ ዋይ ቆንጆ እዩ ጀበና እውን ተደሊኹም ጀበና ከዓ ዓረይ እዚኣ ሓምሳ ቅርሺ ቆንጆ ተኮይኑ ሰማንያ ቅርሺ ሚት ቅርሺ ይብላ እየን እዚኣ ከዓ ሓምሳ ቅርሺ ቡና ይሰትንዋ ግን ጋሻ ክመፅእ ከሎ ኢለየ ገዚኤያ ማለት እዩ ያው እዚኣ ግን ናብ ሒሳብ ኣይትኽዋን ደቂ ዓበይቲ ዋይ ብዘይ እዚኣ ሓሙሽተ ሚእትን ሰማንያን ሰለስተን ወዲእና ቀለም ሰሙና ማለት እዩ እና ስሒዛ ከምዚ ይመስል ቆንጆ እዩ እንዮ ብዙሕ ክባረ ይበሃልን ስለዚ ያው ደቂ መዳን ቅመመይ እዚኣ ፈሊጥክን ዓድኽን ትመፃለኽ ናስሒዛ ብጣዕሚ ቆንጆ ይቐፅለልና ንሱ ማለት እዩና ናይ ሎማዓንቲ ቪድዮ እዚኣ ትመስል ነይራ ሓሳብ ርእይቶኹም ከዓኒ ኣብ ኮሜንት ጸሓፉለይ ብዙይኳ የብቅዕን ዘይቱ እኒሆ ብዙሕ ነገር እኒሆ እዩ ዝጎደለ እስኻ ሓገዝኦ ካለኹም ካርየኩም እየ ዘይት ብጣዕሚ እዩ ከባድ ዋጋ ኣስቤዛ ግን እዚኣ ትመስል ማለት እዩ ደቂ ዓበይቲ ዋይ እና ላይክ ሸር ሰብስክራይብ እናግበርኩም ኣበረታትዑኒ ኢኹም ሰሰናዩ ባይ ባይ